ዲሞክራሲ እወ ኣገዳስነቱን ኣድላይነቱን ስለዝረኣየና ናይ ብሓቂ ሓቅኛ ዝኾነ ዋዕላ ምግባር የድልየና ስለዝኾነ ምስ ምስ ኣባላት ኪዳን ምስ ዝተሳተፉ ኣብቲ ዋዕላ ዘይተሳተፉ ንኩሎም ብዛዕባ ከምዚ ዝኣመሰለ ዓዋቲ ዝኾነ ዋዕላ ንምግባር እውን ዝከኣል ፃዕርታት ክንገብር ምዃንና ምናልባት እዚ ዝተሰወረ ወይ ካብ ሓቅነት ዝረሓቐ ኣይኮነን። ምስ ግዜ ዝያዳ ምስዚ ዘሎ ተኣፋፊ መድረኽ ብኸመይ ይግበር ኣብ ዝሓጸረ ግዜ ምስ ኩሎም ተላዚብና ተራኺብና ኣብ ዓወት ክንበጽሕ እውን ንምነ ማለት እዩ። ስለዚ እዛ ሕቶ እዚኣ መሊሰያ ክኸውን ተስፋ እገብር። ናባኹም ይምለስ እየ ዘለኹ። ማይክ ፍሪ።
ኦኬ ሕጂ ስማዕ ህሉ ተስፋ ገብር ሌዳ ድሕር ዘየለኻ ሓጎስ ኣብ ሪጋ ነርካ ሓጎስ ኣብ ሪጋ ስለ ዝነበርካ ማይክ ውሰዳ ክብር ሓው
ኦክቶማስ ደወይ
ሓጎስ ኣለኻ ዶ ሓጎስ ኣለኻ ዶ ኦኬ የለን እንድሕር ፌበን ማይክ ውሰድያ እንተግለ ፌበን ማይክ ውሰድያ ፌበን ንዓኺ ማይክ
ኦኬ ስማዕ ኣለኹ ድየ መጀመርያ ሃሎው ሃሎው ሃሎው ሃሎው ሃሎው ኦኬ የቐንየለይ እ፣ መጀመርያ እ፣ ሓው ሓምድራር እንኳዕ ብሰላም መጻኻ እ፣ ሎም ምሸት ኣብ ዝተረኺብካ መልእኽ እንተ ኣሽሙ ክተ- ኣስተምሮ ገለ ክትበና ከለኻ ብጣዕሚ ደስ እዩ ዝብል ትማሊ እውን ይሰምዓካ ነይረ ኣብቲ ናይ ዓረብ ሩም ብጣዕሚ ብጣዕሚ ጽቡቅ ኔሩ ኣነ ክሓቶ ደልየ ደለኩ ሕቶ ዋእ ይስማዕ የለን ድሕር ስማዕ ድየለ ክገድፎ ኦኬ ኦኬ ክቅጽል እያ ካላስ ኣነ ክሓቶ ደልየ ደለኩ ሰልፊ ኢፒዲፒ ኣብ ኣዋጃቱ ደውፀኦ ዝተዳናገረ ንህዝቢ ከማን ዳርጋ ከም ሰንከልከል ዓይነት እዩ ኣዋጃት ኣውፂኡ ክልተ ኣዋጃት ማለት እየን ቀዳመይቲ ንሓቀኛ ዋዕላን ኣብ ካልኣይ ከኣኒ ብዛዕባ እዚ ምስቲኣ ኮሚሽን ምስ ዝኾነ ብዛዕባ ኤርትራ ዝቃወም ምስኡ ከማን ኮፍ ኢልና ክነቢልና ክንዛተ ኢና ዝብል ኔሩ። ኣብዚ ኣዋጃት እዚ ዘይንጹር ኣካያይዳ ዘይቡሩህን ኣሎ። ሰልፊ ህዝቢ ወይ ከኣ ሰልፊ ዲሞክራሲ ህዝቢ ኤርትራ ኣካይድኡ ስጋብ ሕጂ ንዓይ ዋላ ኣነ ይኹን ዋላ ኣነ ኣባል እየ ኦኬ ኣነ ይኹን ዋላ ካልእ ከማን ኣይነጸረልናን ዝብል ኣሎ ኣካይድኡ ከመይ እዩ ብፍላይ ኣብ ውሽጡን ኣብ ደገን እንታይ ዓይነት ይመስል፣ ኣብ ውሽጡ እንታይ ዓይነት ኣካይዳ ኣለዎ፣ ኣብ ደገኸ ጠመትኡ ናበይ ገጽ'ዩ፣ ብዘይ እዚ ዋዕላ እዚኸ ክኸይድ ኣይክእልን ድዩ፣ ብዘይ ዋዕላ ክዕወት ኣይክእልን ድዩ፣ ስለዚ እዚኤን ኣነጽር ኣቢልካ ክትምልሰለይ ምደለኹ ኔረ፣ የቐኔለይ።
ሓምድራር ማይክ ንዓኻ እንታይ ገለ ኮይና ትከላ መስለኒ ሓምድራር ማይክ ንዓኻ
ኦከ ይስማዕ እዩ ዘለኹ ይስማዕ እዩ ዘለኹ እወ ፅቡቕ እወ ሰላም ፌቤን እታ ሕቶ ፅብቕቲ እያ እወ ምናልባት ሕጂ እውን ንስኺ ብዛዕባ ናይ ትማሊ ኣብቲ ናይ ዓረብ ቅርቡ ዝነበረ ብዛዕባ እዚ ጉዳያት እዚ ብ ንብዙሓት ኣሕዋትና ዳርጋ እታ እታ ገዛ መሊኣ ነይራ ተመሳሳሊ ሓሳባት ኣቕሪበ ነይረ። ሰለዚ መብዛሕቱ እቲ ሰብ ምናልባት ትማሊ ዝተሳተፈ ብኣዕራብ ኣብዚ ምናልባት ምግላጽ ኣይድልን እዩ ዝብል እስታይ ግምት ነይሩኒ ማለት እዩ ሰለዚ ብኡ ከኣ ብ ንምሕጻር እቲ ግዜ ብትግርኛ ጥራሕ ይዛረብ ዘለኹ ሰለዚ ይቕሬታ ምናልባት ከምዚ ዝኣመሰለ ብዓረብ ክሓትት ብዓረብ ክዛረብ ዋላ እዚ ኣነ እብሎ ዘለኹ እዚ ክትርጎም ዝደሊ ሰብ ኣነ ብወገነይ ጸገም የብለይን ግን ትማሊ ኣብቲ ናይ ዓረብ ናይ ሩም ፓልቶክ ጽቡቕ ስታይ ስለ ዘሕለፍና ናይ ሓሙሽተ ሰዓት ምናልባት መብዛሕቱ እቲ ኣብታ ሩም ተሳቲፉ ካብ ዝብል እዩ ማለት እዩ ብኻሊእ ምናልባት ከይ ከይ ከይ ትውሰን እታ ሳይፕረስ ግን ስቲል ብዓረብ እውን ኣብራህልና ዝብል ሰብ እንተ ሃልዩ ኣም ሬዲ ጸገም ይብለይን ክዛረብ እኽእል እየ ስለዚ ወላ ብጽሑፍ ወላ በስተ ወላ ንቶም ኣብ ሩም ዘለዉ ክትሕብሩ ትክእሉ ኢኩም ማለት እዩ ስለዚ ናብ ናባኪ ክምለስ ሄቨን ተገላጫዊ ዝኮነ ኣዋጃት ኢኩም ኣውጺኢኩም ብዛዕባ እቲ ዋዕላ ከምቲ ንስካ ትገልጾ ዘለካ እናገለጽኩም ግን ኣብ ካልእ እውን ዳርጋ ንሕና ክንሳተፍ ኢና ኣብቲ ዝመጽእ ዘሎ ሃገራዊ ጉባኤ ዝመስል ዓይነት መግልጺታት እውን ይንበብ ነይሩ ዝብል እያ መሰለኒ እታ ሕቶ ትብል እያ እታ ሕቶ። ኣነ ብወገነይ ክብሎ ዝኽእል ወይ መርገጽ ናይ ሰልፊ እዚ ንሕና ንዝኾነ ይኹን ወገን ጽልኢ የብልናን ቅርሕንቲ የብልናን ናይ ጸለመ ሓሳባት የብልናን። ኣብ ዝኾነ ይኹን ሰዓት ንዝኾነ ብዛዕባ ጉዳይ ሃገር ዝቃለስ ክንሰምዖን ናትና ሓሳብ ውን ክነስምዖን ድልዋት ኢና ማለት ዝኾነ ሕቡእ ወይ ዝተሓበኤ ስታ የብልናን ኣብኡ ኢና ክንዛረብ ንኽእል ኢና ማለት እዩ ግን እቲ መስርሕ ከምቲ ዝገለጽክዎ ናይ ናይ ሃገራዊ ዋዕላን ቅድሙኡን ድሕሩኡን ወላ ክሳብ ሎሚ ዝረኣ ዘሎ ንኸምዚ ንስኺ ትብልዮ ዘሎኽስ ዝዕድም ኮይኑ ኣይረኣናን እዩ። እንታይ ማለት እዩ? ንሕና መዓስ ኣንጻር ሃገራዊ ዋዕላ ዋላ ሃገራዊ ጉባኤ ዋላ ሃገራዊ ዋዕላ ኮይንና? ንሕና ኣንጻር ኣይኮናን። ኣካሉ ኢና ማለት ኣካል ናይ ከምዚ ዝኣመሰለ ብመትከል ማለት እዩ። ኣካል ናይ ናይ ኣዐዋቲ ዝኾነ ን ቃልስና ማለት እዩ ን ናይ ብሓቂ ዲምክራሲያዊ ለውጢ ዝኣመተ ሓሳባት ኣካሉ ኢና ግን ከ ከይ ወዓልካ ከይ ተሳተፍካ ሓሳብካ ከይ ኣፍሰስካ ናትካ ርእይቶ ኣብ ግምት ከይ ተወሰደ ምጻእ ተሳተፍ ዝብል ምናልባት እዚስ ቁሩብ ክብ ብኸምዚ ከኣ ምናልባት ዝዕወት ሃገራዊ ጉባኤ ኮይኑ ክንሳተፍ ዝብል ስታይ ወላ ዝኾነ ምልክት ኣሎ ኣይብልን እየ ግን ናይ እቲ ኮሚሽን ዋላ ካሊእ ምትእኽኻባት ዘሎ እዚ ሰልፊ እዚ ክሰምዕ ድሉው ድዩ? ዝብል ሕቶ ክቐርብ ይኽእል እዩ። እወ፣ ንዝኾነ ማለት እዩ፣ ንሕና ምእንቲ ምቕርራብ፣ ምእንቲ እቲ ዝነበረ ጸገማት ንምፍታሕ ገለ ሃናጺ ዝኾነ ሓሳባት ንምቕራብ ክንሰርሕ ንኽእል ኢና ዝብል ወገን ንሕና መዓስ መዓስ ክዳን ዋላ ዋላ ዋላ ኮሚሽን ኣንጻሩ እንታይ እንታይ ረብሓ ኣለና ኣንጻር ኮሚሽን እንታይ ረብሓ ኣለና ኣንጻር እቲ ዝተኻየደ ዋዕላሲ ኣይተዓወተን ክንብል ረብሓ ማለት ረብሓ ከም ከም ሰልፊ ረብሓ ይብልዳድ ንሃ እንድ ረብሓ ሃገር ስለዝኾነ ስለዚ ሲ ብኸምዚ እዩ እቲ ኣተሓሕዛ እምበር ንሕና ሎሚ ኣንጻር ኮሚሽን ጽባሕ ከኣ ምስ ኮሚሽን ዝብል ከምዚ ስታይ የለን ማለት እዩ ዳሕራይ ከኣ ምናልባት ክብርህ ዘለዎ ዋላ ትማሊ እውን ገለ ካብ ክቡራት ኣሕዋትና ኣባላት ኮሚሽን እውን ተራኺብና ነይርና። ማለት ኣብቲ ኣብቲ ሮም ብጽቡቕ ድሌት ተሳቲፎም ነይሮም። ዝሰማዕናዮ ዘረባ እውን ኣሎ ማለት እዩ። ንሕና ኣብ ካልእ ቅድምኡ እውን ዝበሃል ዝነበረ ካብ ኣባላት ኮሚሽን ንሕና እቲ ዝሓለፈ መድረኽ ናይ ክዳን ታሪኽ እዩ ተወዲኡ እዩ። ብዛዕባ ናይ ክዳን ክንዛረብ ኣይኮናን። ብዛዕባ ኣብ መንጎ ኣብ መንጎ ኣካላት ክዳን ወላ ኣባላት ክዳን ዝነበረ ናትና ስራሕ ኣይኮነን። ንሕና ናትና። ማንዴት ኣለና ስለዚ እዚ ንዓና ዘገድስ ኣይኮነን ዝብሉ እውን ነይሮም ማለት እዩ ሕጂ እውን ይስማዕ ዘሎ እዚ ናትና ማንዴት ኣይኮነን ስለዚ ዋና ዘይብሉ ጉዳይ ኮይኑ ተሪፉ እዩ ዘሎ ማለት እዩ ናይ ናይቲ እንታይ ማለት እዩ ፈቲኻ ሰልፊ ዲሞክራሲ ተሓወስ ኣይፈተኻን ክትተርፍ ኢኻ ዝብል ዓይነት መልእኽቲ እዩ ዝመጽእ ዘሎ ማለት እዩ ስለዚ ኣብ ከምዚ ዝኣመሰለሲ እንታይ ኢኺ ትጽበ እንታይ ኢና ንጽበ ማለት እዩ ሰልፊ ዲሞክራሲ እዚ ለሚኖ ከምቲ ገሊኦም ዝብልዎ ክልተ ሰባት ክም ማለት ክም መቕሺሽ ወይ ክም ገለ እስታይ ተዋሂቡ ገሊኦም ክኣ ክም ኣባል ክዳን ስለ ዝኾነ ከምቲ ሓንቲ ዝበልክዋ ማለት እዩ። ስለዚ ኣብ ከምዚ ዝኣመሰለ ሃዋሁ ንሕና ኣንጻር ሃጋራዊ ጉባኤ ኣይኮናን፣ ኣንጻር ዋዕላ ኣይኮናን፣ ኣንጻር ዝኾነ ይኹን እስታይ ኣይኮናን ግን ንዓና ጉዳይ ሃገር ካብ ኮነ፣ ድምጽና እዚ እዩ ዘርብሓና እዚ ከኣ ዘኽስርና ኢልና ክንስማዕ ይግባእ ማለት እዩ። ስለዚ ካብዚ ዝያዳ ኣሎ ኢልና ክንዛረብ ምናልባት ምግናን ክኸውን ይኽእል እዩ። እዚ እዩ እቲ ጸገም እምበር እዚ ከኣ ናይቲ ናይ ተጻዋርነት መንፈስ ኣለና፣ ነፍሲ ተዘይተጻዋወርናስ ንቕድሚት ክንከይድ ኣይንኽእልን ኢና ኣይንዕወትን እያ ብመሰረቱ ስለዚ መሊስያ ክኸውን ተስፋ እገብር ወዲኦ ኣለኹ። ንሰላም ሓሙሽተ ኣለኺ ዶ? ንሰላም ሓሙሽተ ኣለኺ ዶ እንተለኽስ ሓደ ሓደ ጻሓፍለይ ኣብ ሪጋ ስለ ዘለኺ ኦኬ ማይክ ንዓኺ ድሕሪኣ ናሆማይ ውሰዳ ሰብ እንዳበዝሓ ኸይድ ስለ ዘሎ ክልተ ሰብ ምስ ሓተቱ መልሲ እንተሃበ ይሓይሽ ካብ ዓሰርተ ግዜ እቲ ማይክ ምምልላስ ሓውኻ ምድራር ሰሚዕካኒ ክትከውን ተስፋ ገብር ሰላም ሓሙሽተን ናሆምን ክሓድቲ እዩ'ሞ ናይ ክልቲኦም ጠቕሊልካ እቲ መልሲ ትህቦ። ማይክ ንዓኺ።
ከመይ ኣምሲኹም ክቡራት ኣሕዋት ሓደ ሓደ በለይ ስማዕ እንተይለ Oh. ኦኬ እ እ ማለት እቲ እ እ ሓመድ ድራር እ እንኳዕ ደሓን መጻኻ እንዳበልኩ እ ኣብቲ ቀጥታ ሕቶይ ክኣቱ እየ ማለት ድሕሪ እቲ ኣርባዕተ እ ውድባት ምስማርን ማለት እዚ ዲሞክራሲያዊ ናይ ህዝባዊ ምንቅስቓስ ብእዋኑ ድዩ እቲ ድሕሪ ምዝማዱ ማለት እቲ ተኣታትብኡ ኩላህና ከም ተዓዘብናዮ ተበተብ ነይርዎ ካብቲ ቃልካ ከም ተረዳእክዎ ከማን ማለት እቲኤን ካልኦት ናይ ነዊሕ ናይ እንካን ሃባን ጉዕዞ ወሲደን ኣብ ናይ ምስማር ዝመጻኤን ናይ ምውሃሃድ ስጡም ኩነታት ኔሩወን ግን እቲ ድሒሩ ዝመጽኤ ማለት ህዝባዊ ምንቅስቃስ ኣብ ተብተብ እዩ መጺኡ ዝብል ኔሩ ካብ ዘረባኻ ወኹም ምዃኑ ከማን ይርድኣኒ ማለት ብተሞክሮ ኩሉ ክንሪኦ ኮለናስ ዳርጋ ኣብዚ ዓሰርተ ዓመትሲ ኣብ ብዙሓት ገዛታት ከም ዝነበረ ዝርድኣኒ እዚ ክንሱሲ ከመይ ጌርኩም ኢኹም ናቱ ተኣማምነት ወሲድኩም ናይ እንካን ሃባን ስጡም ኩነታት ከይበጻሕኩም እቲ ስጉምቲ ናይ ምስማር ናይ ሓደ ሙኻን ምርጫ መሪጽኩም ዋላ እኳ ከም ትምኒት ድውሰድ ተኾነ ሓድነት ልዕሊ ኩሉ እንድዩ ድውሰድ ዋላ እንተኾነስ ማለት ምስ ተሞክሮታት ኣዛሚትካስ ኣይቀልጠፈን ዶ ኔሩ እየ ዝብል ስለዝስ እቱ ምስ በለ ድዩ እቲ ምስሓብ ካብቲ ሰልፊ ህዝቢ ዝመረጸስ ወይሲ ድሕሪ ነዊሕ ግዜ ምስራሕ ምሳኹም እዩ ክልተ ዓይነት እየን እተን ሕቶ ጽንልኩም ሰማዕኹምኒ ከኣ የቐንየለይ።